ብዙሕ ላይክ ዘለዎም ብዙሕ ዝተረኣየሎም ጃለ ብዙሕ በቃ ኣብ ቶፕ ዝመፁ ማለት እዩ ኣብ ናይ ኤርትራ ኢና ክንርኢ ማለት እዩ ካብ ዓሰርተ ናብ ካብ ሓደ ናብ ዓሰርተ ወይ ካብ ዓሰርተ ናብ ሓደ ኢና ማለት እዩ ክንከይድ ማለት እዩ ያ ንኸይድ ብሓባር ንርኣዮ ማለት እዩ ፋኒ ዘይኮነን ብሕጂ ኢና ክንሪኦ ንኸይድ ናፍታ ቪድዮ All right. Set the, the light. Shit. ላይ ቢንያም ግርማ እዩ ዝመስለኒ ተዘይተጋገ እንታይ ተወፅሉ ክለብ ተወዲ እዩ 25.6 ሸ ጓል ጓል ዕስራ ጓል እንድሕር ኮይና መፃኢኣ ክትሓስብ ጥራሕ እዩ ዘለዋ ክሳብ ጓል ዕስራን ሰለስተን ኣነ ክለብ ዝኸይድ እንድሕር ኮይነ ምስ ዝፈቐድዎ ኣራሉ ዝውድኣ እንድሕር ኮይነ ፅባሕ ንጎ ናተይ ፍራንክ እዚ ሞቲቬሽን እያ ትህብ ዘላ ኢኖ ካብ ጓል ኣይትፅበይን ኢኻ ብዙሕ ከምዚታት ስፔች ማለት እዩ ሰው ኣሎ እቲ ላይክ ዝገበረት ዝተዋሃበትሉ ውሒዱ ኣነ ይብል ብሓፂሩ ማለት እዩ ግን እቲ ሞቲቬሽን ትህብ ዘላ

ኣሜን እዚኣ ተምፅኦ ዘላ እዚ ከምዚታት ብጣዕሚ ገለ ዓይነት ኢንስፓሬሽን ብፍላይ ብናይ ኣቲንክ ብናይ ሰብኣያ ፋሚሊ እንዲያ እዚኦም ሕጂ ኣብዚታት ሶሳይቲ ክትእትዎ ከላ ኣብዚ ናይ ኤሌክትሪክልቸር ክትእትዎ ከላ ብጣዕሚ ኣነ ሰብኣየ ዝብለ ንዓ ብጣዕሚ እዩ ብፍላይ እሱ ትገብሮ ዘላ ኪፕ ጎዊንግ እዚ ኢንስፓየር እዩ ንኩሉ ሰብ ማለት ብሓፂሩ ኖት ንኤርትራውያን ግን ንኩሉ ሰብ ብጣዕሚ ገር ዓይነት እዛ መልእኽቲ ነዞም ኣፍሪቃ ዘለኹም ኣሕዋትና እያ ትምልከት ንስኻ እንታይ ቅድም ሲ ተምሃሮ እንከልና ኣብ ሃይስኩል ወይ ድማ ኣብ ውትህድርና ወይ ከኣ ኣብ ገዛውትኻ ከም ገለ ኢልካ ሓንቲ ጓል ትላለ እሞ ልብኻ በሲዓ ናብ ውሽጥኻ ትኣቱ ሽዑ ኣብ መንገዲ ትቀትራ ሰላም ዝሓፍተይ ኣብዚ ከባቢ ብዙሕ ግዜ እየ ዝርእየኪ ንዝነበረኒ ናይ ገጽ ሌላ ሰጊረስ ብመንገዲ ሰላምታ ክቅርበኪ ወሲነ ኣለኹ ፍቃደኛ ተኾንኪ ተሌፎንኪ ሃብኒ እሞ ሓደ መዓልቲ ቋጺርና ሻሂ ንሰቲ ክትብላ ኢኻ ፍሉጥ እዩ ክትሓልፍ ኢኻ በርከ ናይ ሽዑ ኣሕዋትና ኣዝየን ምቁራት ብቀሊሉ ብቃላት ዝጥበራ እየን ኔረን ሳዕ ሸውዓተ ኣስክን ኣዲኬሽን ንራኸብ ክትብለካ እያ ንሳ ኔራ ፍልጥቲ መራኸቢት ብታሕጓስ ገዛኻ ክትከይድ ኢኻ ንዓባይ ሓፍትኻ ድዩ ነዴኻ ለሚንካ ድማ ንሻሂ ዝኾነካ ገንዘብ ክተጠራቅም ኢኻ የጸብቀለይ እዩ ትብለን ክራውንቲ ኣዳሊኻ ንሳዕ ሸውዓተ ቆጸራ ኮፍ ኢልካ ትጽበ ኣቀዲምካ ተሌፎን ትድውለላ ሄሎ ሽውሃት ልቢ ኣቤት ነዛ ጸሓይ ስኮባ ጌርካ ህረማ መጺኒ እህ ሰዓት ሸውዓተ ክኣክለለይ እሞ ደጊምና ክንራከብ ንስኪ እኮ ኣብ መንጎ ቀዳምን ሰንበትን ዘላ ፍልይቲ መዓልቲ ኮንኪ ትስምዕኒ ኣለኪ ኣበይ እሞ እንጀራ ናይ ገዛኩም ኮይነ እንተ I don't know እዚ ቃላት እዚ ዘምጽኦ ዘሎ what the heck ክበልዕን እንከለኽስ ናብ ከብድኺ ከይሓለፍኩ ኣብ ልብኺ ጠልጠል ኢለ ምተረፍኩ ነይረ። ክገርመኪ ክረምቲ ምሉእ ዝዘነበ ዝናብ ናብ ቃላት እንተዝቕየር ኣባኺ ዘለኒ ኣድናቖት ክገልጾ ኣይክእልን እዩ ትብላ። መጸጸጽ በቃ እንታይ ድዩ እቲ ዕላማ ክትምስጣ እኮ እዩ። ኣስዕብ ኣቢልካ ሸውሃት ልቢ ኣቤት ትርጉም ቆጸራ ንስለ ቆጸራ ዘይኮነ ኪኖ ቆጸራ ንእትቑጸር ዘላ ትርግታ ልቢ ኣመዓልቦኣ ንምብጻሕ እዩሞ ሓደራኺ ኣብ ሰዓትኪ ተረከቢ ባይ ወገን ኣይትጠራጠሪ። ቆጸራ ሰብ ዜኽብር ብግዜ ሰብ ዝጣላዕ ሓደ ሌባ ሰራቒ ምዃኑ ስለ ዝኣምን ኣብ ሰዓተይ ክርከብ እየ እመኒ ኣይትእመኒ ኣብ ቆጸራ ንዓይ ብጀካ ሞት ዝቕድመኒ የለን ንሱ ከማን እቲ ሰዓት ቆጸራ ንሳ ጥራይ ስለ ትፈልጦ እያ መጸጸት ዝቕጽል እብለኩም ኣለኹ ንምንታይ ድዩ ንኽት ምስጣ እኮ እዩ ሓዙኒ መልእኽቲ ኣለኒ ሰዓት ሸውዓተ ኣኺሉ ኣስካል ኣዲኬሽን ክትራኸብ ኢኻ ሽዑ ሒዝካያ ናበይ ባርያ ሰብ መሊቑ ጸንሓካይ ሒዝካያ ናበይ ዶልቸ ቪታ ኣው ሰብ መሊቑ ጸንሓካይ ሽዑ ትብላ ሸውሃት ልቢ ኣቤት ትርእዮ ኣለኺ እዚ እንዳ ካፈ ሰብ መሊኡ ኣብዚ ኣፍ ደገ ህዝባዊ ቤት ንባብ ኮፍ ኢልና ናይዛ ምጭውቲ ከተማና ከተማ ኣስመራ ንፋስ እናወሰድና ካብ ማክያቶ ዝበለጸ ዕላል ኪያቶ ክጋብዘኪ እየ ንዕናይ ናብኡ ትብላ ሕራይ ክትብለኪ እያ ሽዑ ገለታት ገለታት ማለት እዩ ሕሰብዎ ቃላት ፍቕሪ ትምህራ ኣሰታትያ ማክያቶ ትምህራ ኣጠቓቕማ ግዜ ትምህራ ናይ ጸዓዱ ሽቃ ሙሉእ ዕድሚኡ ውልውል ኔሩስ ካብ ወጻኢ መጺኡ ምርዓ ኣቱም ሰባት ኣብ ኣሜርካ ሲ ናይ ቻይና ሬስቶራንት ሽሓን ሕጽን ኔሩ ሲ መጺኡ ዩ ምርዓው እብለኩም ኣለኩ ኣታ እዚ ናይ ኣፍሪቃ ሪሌሽን ሽብ እኮ ካብ ኩዳይ ኣርሰናል ወላ ሓንቲ ዘፍሊ የብሉን ዓመት ሙሉእ ምርዕ ኔርካ ሲ ማንሲቲ ብድሕሪቲ መጺኣ ዋንጫ ትወስዳ ከላ ብጣዕሚ ቤስ ዛንታ ሰብ ዝሰማዕኩ ኣብ ሂወት የምሉ ዋት ዘ ሄክ ኩሉ ኣብ ሓንቲ ሾርት ፊልም ኣምጽዋ ኩሉ በቃ ኩሉ ንሓንቲ ክልተ ሰዓት ትኸውን ፊልምስ ኣምጽዋ ዝወዲ ዝኣኹሎ ጉድ ቴሊንግ ናይስ ስቶሪ ቴሊንግ ኣለዎ ብጣዕሚ ሶ ያ ኣነ ሓቂ ሓይሽ ናይ ኣብርሃም ብዙሕ ሙዚቃ ኣይፈቱን እየ ኣይፈቱን እየ ዘይኮንኩስ ኣይሰምዖን እየ ኣሎ ከምዚታት ደርፊ ኣይኮን ዝኾን ደርፊ ኣለዎ ዝሰምዖ ግን ምሻ ኣሎ ከም ኣነ ሕጂ ዝሰምዖ መብዛሕትኡ ንበዓል የማነ ባርያ ገልመለ ኮፍ ኢለ ከለኹ እሱ ቀዳማይ ዝመፀኒ የማነ ባርያ ገልመለ ማለት እዩ ናይዚ ብዙሕ ኢና ናይ ናይ ማዓት ናይ ክሰምዕ ናይ ኣብርሃም ክሰምዕ ኢለሲ ኣይሰም ከም ዝመጻን የለን ግን እዚ ወዲ እዚ ኣብ ህይወቱ ሲ ናይ ብሓቂ ዶኩመንተሪ እናቱ ተሪኢኹሞ ወይ ኢንተርቪው very inspiring Music from the 70s is amazing.

ኣርኖ እንታይ እቲ ሰብ ሞር ምዛ ደርፊ እዚኣ ፍቕሪ ሒዝዎ ግን ኣለዎ ናይ ቀደም ኩሉ ኩሉ ኣለዋ ግን እንታይ ምስታ ስቶሪ ድዮም ንሶም

ኣትንክ ምስ ናይ ኤርትራ ትግራይ ምሻሎ ብታ ሙዚቃ እዮም ሰባት ክንዲዚ ኣተንሽን ገይሮምና ዝብል ኣነ ማለት እዩ ሶ ያ ሚእትን ስሳን ኣርባዕተን ሽሕ ግን ጋድ ደን ህዝብና ኣለ እካ ትብል ወል እዚኣ ናይ ማለት እዩ ከምዚ ስለት እንድሕር ካምፕሌሽን ደስ ዝብለኩም እንተኮይኑ ሜክ ሹር ሜክ ሹር ሳብስክራይብ ን ላይክ ወር ወይ ከዓ ፀሓፉ ማለት እዩ